ዕድመ ንኣዶናይ ይናይድል ሓደ ሓደ ግዜ ማለት እዩ ሰይፉ ፋንታሁን ካብቲ ትፈልጥዎ ሰይፉ ፋንታሁን ሲ ማለተይ ኣነ ሓደ ሓደ ግዜ ግርም እንዲ ዝብለኒ ግን ኣዶናይ ምስ መፀ ንኣዶናይ ኣዶናይ ንሰይፉ ልክዕ ልክዑ ገይሩ እዩ ነጊርዎ ማለት ምንም ኣይኮንካን ኢኻ ምንም ተምፆ ነገር የለን እንተዳሊኻ ኣይተቕርበኒ ዋላ ናትካ ሸው ንምንታይ ኣላሕም ዋላ ዘይትዳጉኑ ዋላ ደንበ ዘይከውን ኢልዎ ድሕሪኡ ሰይፉ ከዓ ፋሕጠርጠርጠርጠርጠር ኢሉ ማለት እዩ ካልኦት ካውንተር ኣታክ ዝገብሩ በዓል ጆን ዳንኤል ዩቲናስ ገለ ዝበሃሉ ኣለዉ ንሳቶም እንተቕሪበ እየ ንኣዶናይ ከዳኽሞ ዝኽእል ወዘተ ብዝብል ናይ ባዕሉ ዝኾነ መንገዲ እንድዩ ሚድያ ንሕንሕ ፅቡቕ እዩ ብከምዚ ከዓ ጀሚርዎ እሞ ሎማዓንቲ ናበይ በፅሑ እዚ እያ እታ ጉዳይ እዚኣ እስኪ ስምዑዋ። ያለ የኣንድ ሚልየን ብር ስጦታ ለዚ ተቋም እነሆ በረከት ለበኣል ተብሏል። ኽልቴኹም።
ሕራይ ክልተ ኣሕዋትና ከኣ ኣለዉ ንሕናሲ ኣንቱም ሰባት እንታይ ጌርናኩም ኢና ተኣሲርና ንገለ መለ ዓመታት ክኸውን ይኽእል እዩ ግን ሕጂ ንሕና ብዘይ ማለት ኣይፍለጥን እንታይ ኮ- ካብ ካብ ከም ዝመፁ ሕጂ ብ- ብ- ብዘይ ምርጫና ኢና መፂና ሰብዓ ሰማንያ ገለ ዝበሃሉ ብዙሓት ሰባት እዮም ወፂኦም ነይሮም ኣብቲ ም- ምምሕልላፍ ማለት እዩ ኣብቲ ናይ ሕጂ ዝተገብረ ናይ ፅምዶ ናይ ሰላም ርክክብ ሃንድ ኦቨር ኦፍ ፒፕል ማለት እዩ ሕጂ ብድሕሪኡ ኣብቲ ሽግር ንሱ ፀኒሖም ናብ ትግራይ ምስ መፁ ተራእይዎ ቁልሕ እንተበሉ ሰማይ ቁልሕ እንተበሉ ምድሪ ኮይንዎም ክንምለስ ኢና ንዓዲ መልሱና ንዓዲ በቃ ንሕና ዋላ ኣብዚ ብስሩ ኣይከኣልናዮን ዝብል ዘረባ ከዓ ዘምፁ ሰባት ኣለዉ ኣብኡ ናይ ምንባር ድሌት እዩ ነይርኩም እወዶ? ተዘይተጋጊ ሕዚ እውን ክትምለሱ ናብ ቤተሰብና።
ሐራይ ነዚ ጉዳይ እዚ ብዕቱብ ኢና ክንሰርሓሉ ዝግባእ ይብሉ ኣምባሳደር ሜሮን። እወ ኣምባሳደር ሜሮን ኣባህላይ ነበር ንበሎም ናይ መናእሰይ ዶ ንበሎ እዚ ብዕቱብ ክስራሕ ኣለዎ ኢሉ። ብዕቱብ ክሕዝዎ ነዞም መንእሰያት እዚኦም ከዓ ናብ ኣስመራ ዝምለሱሉ መንገዲ ከጣጥሑሎም። ኣብ ኤርትራ ዘሎ መንግስቲ ኣብ ኤርትራ ዘሎ መንግስቲሲ ከምቲ ዴልታ ፎርስ ገለ ክናወጽ ኣይክእልን እዩ ገለ ገለ ይብል ማለት እዩ ትማሊ ናይ ቬንዙዌላ መንግስቲ ማዱሮ ምስ ተታሓዘ ምዱሮ ምስ ተታሓዘ ሲ እንታይ ድዮም ኢሎም ዶናልድ ትራምፕ እንታይ ድዩ ወይ ከዓ ዩኤስኤ ቱደይ ፋፎ ዋዳ ዘ ሚኒንግ ኢሎም ሲ ከምዚ እንታይ እዩ ዝበሃል ዶርሆስያ እንታይ ይባል ፅሒራ ፅሒራ እንተውፀት ባዕላ ምሕረድ እያ ካራ ዝዓይነቱ ምስላ እዩ ኢሎምዎ ሕጂ ከዓ ብሓፂሩ ሳብ ኮይኑ ሲፍቅር ነይሩ ዩ ካን ጌርሚ ጌርሚ ራይና ኣምሂር ገደብ ነይሩ ሕጂ ከዓስ ማለት እዩ ሕጂ በቃ ክሕዙናስ ኣይክእሉን ምባል ጀሚሩ መን ወዲ ጣብ ወዲ ጣባቑ እንዲኻ ዘለኻ እንታ ኮይኑ ዘይሕዝኻ ቀረባና ኣሎ። እዚ ስለ ዝኾነ ኣሜሪካ ናይ ደልታ ፎርስ። ነቶም ጀነራላት እንደገና። ናይ ልፍዓተይን ናይ ወዲ ቢተውን ዘረባ በቃ ሰማይን መሬትን እዩ ኮይኑ ሕጂ እንታይ እዮም ዝብሎ ዘሎ ንልፍዓተይ ተስፋ ተስፋ ቆሪፁ ኣብ መወዳእታ በቃ ኩሉ ነገር ምስ መረሮ እዩ ከምዚ ዓይነት ዘረባታት ጀሚሩ ዘሎ ብፍላይ ከዓ ምፅላም ምፅራፍ ገለገለ ኣነ መን ከም ዝለኣኸካ ይፈልጥ እየ we will hunt you down ይብሎ ኣሎ
ግልብጥ ይብል ብእሙኖም ሓመድ ኣፍንጮም የውፅዎም እዞም ደደባት ለኣኽቱ ዝለኣኽዎ ዘረባ እዩ ብፍላይ ከዓ ጌታቸው ጥጃ ዝበሃል ሰብ ፅምዶ መን ጀሚርዋ ልፍዓተይ መን ቀቲልዋ ትፈሊጥኩም ኢኹም ማለት እዩ ተፈታዊ ቶክሾ ኤኒዌይስ ክቡራትን ፍትዋትን ተኸታተልቲ ሽደን ሪኣክትስ ዋን ከመይ ቀኒኹም ኣነ እግዚኣብሄር ይመስገን ሰላም ቀኒ ከምዚ ከማይ ኣለኹም ከምዚ ከማይ እንተሊኹም ነዚ ቻነል እዚ ሳብስክራይብ ገበርዎ ምክንያቱ ምቕናይ ምቕናይ ኩሉ ንምርኣይ እዩ ኩሉ ንምርኣይ ምቕናይ ምቕናይ ወዲ ዒስራ ወዲ ሰማንያ ህይወት ኩሉ እዩ ዝምነያዎ ብዘይ ኣፈላላይ ሶ ዓበየ ንኣሰ ኩሉ ክቕኒ ይደሊ ንምንታይ ህይወት ንምርኣይ ኩሉ ንምርኣይ ማለት እቲ ዕላማ ሓደ ነገር እዩ ኩሉ ንምርኣይ ግን ምቕናይ ኣድላይ እዩ so ኣነ ብሰላም ከም ዝቐንኹም እየ ተስፋ ዝገብር ባህታ ዘለኒ ባህጊ ዘለኒ ከምኡ እዩ ሜሪ ክሪስማስ ኤክስማስ ከይትብሉ ድሕረ ግን ብዙሓት ሓበሻ ዘይትፈልጥዎ ኣለኩም ማለት እዩ ሜሪ ክራይስት እንንማስ ማለት እዩ ቅድስቲ ድንግል ማርያም ክራይስት እቲ ማስካ ኣሎ ማለት እዩ ንሰባት ተወሊዱ ንደቂ ሰባት ዝብል ትርጉም ዘለዎ እዩ እኮ ብበዝሒ ማለት ሶ ዊ ሃቭ ቱ ኖ ደ ሚኒንግ ዩ ሓበሻ ኮይንካስ እዚ ኩሉ ነገር ክትፈልጥ ክትክእል ኣለካ ብፍላይ ንሕና ግን ርሑስ በዓል ልደት ኢና ንብል ማለት እዩ ርሑስ በዓል ልደት ዒስራ ሚእቲ ክልተ ሽሕን ዓሰርተ ሸሞንተን ዓመተ ምህረት በቋንቋ ግእዝ ማለት እዩ ንመበል ክልተ ሽሕን ዓሰርተ ሸሞንተን ግዜ ዝኽበር ዘሎ ናይ ልደት ጎይታና መድሓኒትና የሱስ ክርስቶስ በዓል እንኳዕ ብሰላም ኣብፀሓኩም ኣብፀሓና ክብለኩም እየ ዝደሊ ፅባሕ እውን ከምኡ ንሻባሸባ ኣለና ደሓቀይ ዶ ልደት ክነኽብረ ሰዋ ፀሚኡኩም ገለ ወዘተ ባይ ኤኒ ሚንስ ርእቶታትኩም ትፅሕፉለይ ሰባት ኣለኹም ኢኹም ይፈትዎ እቲ ርእቶታትኩም ማለት እዩ ኣስቴር ተኽለ ላይክ ላይክ እያ ገይራትለይ ብጣዕሚ ላይክ ላይክ ገረዝጊሄር ተስፌ ሽደን ሓወይ ኣብ ኤርትራ ዝሃብካዮ ትንተና ቁሩብ ክትእርሞ ዝግባእ ኣብቲ ግዜ እቲ ሓያል ኢትዮጵያ ዘይኮነስ ሓያል ትግራይ እያ ነይራ ንጣልያን ዝዋግኦ ዝነበረ ብሃፀይ ዮሃንስ ራብዓይ መንግስትነት ብራእሲ ኣሉላ መሪሕነት ዝግበር ዝነበረ ኩናት ድሕሪ ሞት ሃፀይ ዮሃንስ ብምስሊ ብምሊሊ ነስመራ ሓዛ ቀጥፍ ብዝብል መልእኽቲ ብምኒሊክ ማለት እዩ ነስመራ ጣልያን ሒዝዎ ሓይሊ ትግራይ ንምድኻም ዝተጠቐምሉ ሽርሒ ነይሩ እምበር ድኽምቲ ኢትዮጵያ እያ ነይራ ኦፍ ኮርስ ኣሉላ ድኣ ማለት ኣሉላ ፈልጥ እኮ እየ ወዲ ቁቢ ኣሉላ ወዲ ቁቢ ይብል እኮ ነይሩ እቲ ወረጦ ወረጦ ደይሉ እያ ታታይ ናይ ጦር ታኒካ ዝኾነ ኣወል ስዒድ ኣሉላ ወዲ ቁብይ ዝሞተ ክወቅስ ማለት እዩ ኣላ ጅግና እዩ ነይሩ ባይዘ ጅግና ጅግና ወዲ ጀጋኑ እዩ ነይሩ ማለት እዩ ኣነስ ኢሉኩም ኣነስ ኣታዚ ከምዚ ዓይነት ጅግንነት ተራእዩ ይፈልጥን ረእዎሞ ኣነስ ሓመዶም ሓመዶም ሒዞም ከይኸዱ ሓመድ ናይ ዓድና ሒዞም ከይኸዱ ሓፂብ የትርፎ ነይሩ ኦማይ ጋድ እዚ እኮ ፓትሪዮቲዝም ዝበሃል ፍቕሪ ዓድኻ ዝበሃል በቲ ሽዑ እዋን ዝነበረ ናይ ጀጋኑ ፍቕሪ ዓዲ ነይሩ ኣሉላ ጅግና እዩ ዮሃንስ ጅግና እዩ ነይሩ መስራቲ ፌደራል ስርዓት እዩ ካብ ዝበሃሉ ሰባት ሓደ እዩ ሃፀ ዮሃንስ ራብዓይ ብዙሓት ጉድለታትን ክፍተታትን ኣለዎ ከም ኣብ ሂስትሪ ሰማዕኽዎ ግን ኣሉላ ከኣ እቲ ዝበለጸ በቃ ዝበለጸ ጀነራል ተኣማናይ ኮይኑ ነዊሕ እዋን ዝቐጸለን ዝተዋግኦም እዩ ነይሩ። ኣብ መወዳእታ እውን ሓንቲ ዋጋ ኣኽፊላትና። ተጋሩ ሕጂ እውን ንገብሮ ዘለና ዋጋ ዘኽፍለና ነገር ዘይንፈልጦ ጉዳይ ተመሳሳሊ እዩ። በቲ ሽዑ እዋን ሃጸይ ዮሃንስ ንኣሉላ ናብ መተማ እንድሕር ደኣ ሰዲድዎ ኣሉላ ሽዑ ራይዚንግ ፓወር እዩ ዝበሃል ነይሩ። ኣብ ምልዓል ዝርከብ ሓይሊ፣ ብብዙሓት ሰባት ኣድናቖትን ክብርን ናእዳን እንዳረኸበ ዝመጽእ ነበረ እዩ። እንድሕር ድኣ ናብ መተማ ሰዲድዎ ከኣ ምናልባት ስዒሩ እንተተመሊሱ፣ ንጉስ ናይ ምዃን ፖሲቢሊቲ ወይ ከኣ ፕሮባቢሊቲ ክህልዎ ይኽእል እዩ። ስለዚ ተጠራጢሩ ዮሃንስ ክኸድ ነይርዎ፣ ባዕሉ ከይዱ ከኣ። ጣጣ ሒዙ መፅኡ ንኣሉላ ተዝልእኮ ነይሩ ምንም ኣይምኾነን ነይሩ ሽዑ እቲ ጉዳይ ምቐፀለ ነይሩ ታናትና ምብልልዓን ምትሕስሳድን ካብ ኣጀሚራ ክሳብ ሎሚ ኣላ ንዓና ከዓ ተወድቐና ኣላ ማለት እዩ ከይድገም ከይርሳዕ በልኩኹም ናብ ፍሉይ ርእይቶ የስ እቲ ርእቶ እኮ እየ ዘንብብ ፀኒሐታ ወዲ እስኪ ንኣሉላ እንዳንኣድናዮ ፀኒሕና ስልጡን ተፈታዊ ቶክሾ

ማስጀመሪያ ነው። ሌሎችም እንግዲህ ይሄንን ተከትላችሁ በትግራይ ላሉ አረጋውያንና የአእምሮ ህሙማን እንድትደርሱ በድጋሚ በትህትና እንጠይቃለን።
ነመስገን ባይዘወይ ንዝገበረልና ዋላ ቅድሚ ሕጂ ዝነበሮ ቅዋም ይኹን ኣቃውማ ካልእ ይኹን ንዝገበረልና ናይ ምምስጋን ስራሕ ክንለምድ ክንክእል ኣለና እቲ ዝነበረና ፕራይድ እቲ ዘለና ኩርዓት ብዘየገድስ እንድሕር ሓጊዙና ተጸጊሞም ክሕግዝ እየ ዝበለ ሰብ ዝዓቕሙ እዩ ዝገብር ዝዓቕሙ ገይሩ ጽቡቕ እዩ ብጣዕሚ ኢና ነመስግን የቐንየልና ክብል እየ ዝደሊ ኣዶናይ ከዓ የቐንየልና ብጣዕሚ ከምዚ ዓይነት ጫፍ ናይ ምትህላኽ ብምፍጣር ንሓደ ሰብ ብፍቕሪ ክትስዕሮ ከም ትኽእል ብፖዘቲቭ ነገር ጥራሕ ክትልውጦ ከም ትኽእል ዘርኣየና ጉዳይ እዩ ሰይፉ ኣዝዮም ብዙሓት ደስ ዘይብሉ ነገራት ይሰርሕ ነይሩ ሕጂ ግን ጽቡቕ እዩ ሕጂ ዝሰርሖ ብጣዕሚ ዝነኣድ ስራሕ እዩ ድጄ ኣሹ ክብረት ይሃበልና ብጣዕሚ የቀንየልና ልዋም ዓብዪ ወዲ ዓበይቲ ድጄ ኣሹ ደራፋይ ጥራሕ ዘይኮነስ ዝሓስብ መንእሰይ እዩ ቀፅለሉ በርትዕ ንብለካ ማለት እዩ ድጄ ኣሹ ኣቲ ሕደ ግኒ ሕደ ግኒ ወይ ኣኺ ነገርኩምኒ
ዋላ ቤተሰብኩም ኢትዮጵያውያን ይኹኑ እምበር ክልቴኹም ኣብኡ ናይ ምንባር ድሌት እዩ ነይርኩም እወ ዶ እዘይ ተጋጊ ሕዚ እውን ክትምለሱ ናብ ቤተሰብና ኤርትራ እዮም እኒአው ንሕና ለ ኢትዮጵያ ኣይንፈልጣን ኢና ክንምለስ ንደሊ ኢና ኢኹም ኢልኩም ኒሱ ዳሕራይ ነዋግዖ ኢና እንታይ እቲ ዘረባ ማተሓዋዊሱ ቤተሰብኩም ዋላ ኢትዮጵያ ይኹኑ እምበር ቤተሰብኩም ኣብ ኤርትራ እዮም ዘለዉ ናብኡ ክንምለስ ኢና እትደልዩ ማለት ትውልድኹም ዋላ ኢትዮጵያ ይኹን እምበር እቲ ዘረባ ቀሊል እኮ እዩ ትውልድኹም መበቆልኩም ዓድኹም ዋላ ኢትዮጵያ ትኹን እምበር ግን ወለድኹምን ንስ ኣብኡ ነይሮም ንስኻትኩም ከዓ ኣብኡ ስለ ዝተወለድኩም እሞ ከዓ ሓደ ሰብ ተወሊዱ ዝዓበየሉ ሓመድ ይናፍቆ ስለ ዝኾነ ታተ ዝበለሉ ዓካት ዝተጫወተሉ ደስ ይብሎ ስለ ዝኾነስ ክምለስ እየ ስለ ዝበለ ክምለስ ኢና ዲኹም ኢልኩም እታ ጋዜጠኛ ማ ጎኒ ጎኒ ትኸይድ ፈሪሖም ክምለሱ ዲ ክትገብርዮም ዘለኺ እንታይ ደኣ መጺኹም? ከመይ መጺኹም? በቃ ካብ ማይስርዋ ተኻይዶም እንተበገሱ ተባሂልና ምሽ እወ ንዛላምበሳ መጺና ማለት እዩ። ልክዕ ኣብ ብዘይ ዛላምበሳ ድሌትኩም ማለት እዩ። ኦብ ምርጫና ኣይኮነን። ምርጫ ሲሃቡናን ከምቲ ሽዑ ናይ ከዓኒ ምርጫ እዛ ሳልሰይ ቀዳመይቲ ዙር መኪና ድመጹ ነይሮም ኦ። ሰማንያን ሓሙሽተን ሰባት ኦ። ንሕና ከዓ ብድሕሪኦም ሰብዓን ሓሙሽተን ሰባት መጺና ኦኬ።
ሳልሰይቲ እዛ ዙር ዝመጸት ምርጫ ተዋሂቦም ዕድል ማለት እዩ ትደልዩ ዲኹም ትደልዩ ዲኹም ኣበይ ትነብሩ ገለ ኣንሕና ግን ናይ ኣጋጣሚ ኮይኑ ማለት መንግስቲ ከም ዘፍቀደልካ ኢኻ ተብል ከየፍቀደስ ባዕልኻ ዋላ ነጢርካ ዘሊልካ ገለስ ናበይ ኣይትኽእልን ኢኻ ሕጂ ማለት ከም ምሕረት ናይ መንግስቲ ማለት እዩ እሱም ይህርና እዩ ዲሲፕሊን ኣለዎም ከም ጌጋ ዝኾነ ጌጋ ናቱ ጌጋ ይብሉን ኩነታት ኣጋጥሙ እንእምኒ ከማን ድጋጮ ምክንያቱ ኩሉ ግዜ መንነት ዝበዝሕ ግዜ that's why ኢና መንነት ብዛዕባ ስምዒት እዩ ንብል መንነትስ እንታይ ይስምዓካ እዩ ሕጂ እዞም መንእሰያት እዚኦም ብ- ብመበቆል ብገለመለ ተጋሩ እዮም እቲ ናቶም ስምዒት እቲ ናቶም ግን ኤርትራውያን እዮም ሕጂ ብመበቆል ብናቶም ተኸይድና ብፍላይ ኤርትራውያን እዮም ምናልባት ግን ስድርኦም እ፣ ብፍላይ ን- ንዓወዲ ንዮናስ ስድርኦም ከማን ዳርጋ ዝበዝሕ ዕድሜም ኣብ ኤርትራ እዮም ኣሕሊፎሞ ነቶም ሳዚኦም ኤርትራውያን እዮም ስለዚ መንግስቲ እዚ ኤርትራ ዘሎ መንግስቲ ነዚ ጉዳይ እዚ ህጹጽ ኣቓልቦ ክገብረሉ ድማ ይግባእ። ብፍላይ እዞም ኣባላት ጽምዶ ኢና ዝብሉ ዘለዉ ጉጅለታት እዞም ናይ ጽምዶ ኣባላት ኢና ዝብሉ እውን ነዚ ጉዳይ እዚ ብዕቱብ ክሕዝዎ ነዞም መንእሰያት እዚኦም ከዓ ናብ ኣስመራ ዝምለሱሉ መንገዲ ከጣጥሑሎም ሰብ የብልና ኦም የብልና ኣብዚኣ ተደርቢና ይብሉ ኣለዉ ክሳብ ዝኾነ ዝኸውን ግን ዋላ ዳ ከምቲ ካብ ኣፍ ዮናስ ዝሰማዕናዮ ዋላ 20 ሚልዮን ሂብኩም ኮፍተት ተብሉኒ ኢሉ ሓቁ እዩ ምኽንያቱ ዕቱብቱ ፍቕሩ ኩሉ ነገሩ ኣብ ኣስመራ እዩ ዘሎ ንሱ ኣስመራ እዩ ኣስመራ ድማ ኣብ ውሽጡ እያ ዘላ እዚ ወዲ እዚ ተወሊዱ ዓብዩ ኣፉ ዝኸፈተላ ዕቱብቱ ዝተቐብረላ ኣስመራ እያ ሕጂ ሓድሽ ህይወት ሓድሽ ናብራ እሞ ብግዴታ ናይ ብሓቂ መሪፅዎ ስደት እንተዝኸውን ፀገም ኣይምነበሮ እዚ መንእሰይ እዚ ግን ተገዲዱ ይመፅእ እዞም ክልተ መንእሰያት ማለት እዩ ካብኡ ንድሕሪት ክንምለስ ኢና እዮም ከዓ ዝብሉ ዘለዉ ካብኡ ንቅድሚት ክንከይድና ይብሉ ስለዚ ናብቲ ንድሕሪት ናይ ምኻድ ወይ ድማ ናብ ዓዶም ክምለሱሉ ዝኽእሉ መንገዲ ኩሉ ሰብ ዓቕሙ ክገብር ክኽእል ኣለዎ። መንግስቲ ኤርትራ ድማ ነዚ ጉዳይ እዚ ብፍላይ እዞም ናይ ጽምዶ ኣባላት ዲና ገለ ዝብሉ ድማ ፍሉይ ኣቓልቦ ክህቦ ይግባእ። ስደት ሓደ ሰብ ይኺን ክልተ ሰብ ሰለስተ ሰብ ይስደድ ስደት ይበሃል። ሐራይ እዛ ሜሮን ዝተዛረባ ዘረባ ብጣዕሚ እያ ደስ ኢላትኒ ሐቀኛ ዘረባ እውን እያ ደስ ባሃሊት እያ እቲ ሐቀኛ ዝገብራ ነታ ዘረባ ታይ እዩ ሰብ ስምዒቱ ኣብ ዘለዎ እዩ ክነብር ዘለዎ ስምዒት ማለት ሓደ ሰብ እንታይ ዝብል ነይሩ ኣባህላ እኮ ገዛ ክትዕድግ ትኽእል ኢኻ ሃውስ ማለት እዩ ካም ባይ ሃውስ በት ናት ሆም ይብል ነይሩ ህንፃ ክትዕድግ ትኽእል ኢኻ ግን ገዛ ክዕደግ ኣይከኣል ገዛኻ ማለት ማሙቕ እዩ ወላዲትካ ዘላቶ ኣቦኻ ዘለዎ እዩ ኣሓኻ ዘይብሉ ናይ ደንበኻን ኣዴኻ ዘይብሉ ናይ ገዛኻን እኳ ዝበሃል ገዛ ክበሃል ንድሕር ኮይኑ ናይ ግድን ዓብዪ ነገር ክኸውን ኣይኮነን ትፅቢት ዝግበር እቲ ፍቕሪ እቲ ናይ ኣዶ እቲ ናይ ወላዲት ዘሎ ሓልዮትን ክንክንን እዩ ንሓደ ገዛ ገዛ ዘብሎ እሞ ነዚ ከዓ እዮም እቶም መናእሰይ ገዛና ስናፊቕናዮ ሴፍቲ ዝስምዐና ኣብኡ እዩ እንድሕር ኢሎም ኣብቲ ዝመረፅዎ እዮም ክነብሩ ዘለዎ ምክንያቱ ንሳቶም እዮም መሪፆሞ እኮ ንክነብርሉ እዮም ከዓ መሪፆሞ ንክነብርሉ መሪፆሞ ኖ ንስኻትኩም ትውልድኹም ከምዚ ነይሩ ወዮ እኮ እዩ ንሕና እኮ ደናቁር ኢና ኮይና እምበር ከምኡ እኮ ኣይበሃልን ነይሩ እወ ምርጫ እኮ ፈላማይ ነገር እዩ ክትከዱ ትደሊ ዲኹም ከምዚ ከምዚ ኣሎ ከምዚ ከምዚ ፀኒሕኹም ክትከዱ ትደሊ እንድሕር ኮንኩም እንሆ መንገዲ ክትከዱ ዘይትደሊ እንድሕር ኮንኩም ድማ እንሆ ዓዲ ብሓዲኡ ክወሃብ ነይርዎ። እዚ ቀደም ኣርባዓ ዓመት ዘይነበረ ኣርባዓ ዓመት ኣርባዓ ዓመት ኣነ ሕጂ ክቕፅለሉ ድየ ዘይክቕፅለሉ ኣብ ምንታይ ይፈልጥ መብዛሕትኹም ሰባት ፃሓፍኩም ለይ ሓደ ሓደ ግዜ ስግረም ኣርባዓ ዓመት እንተነይሩ ኣብ ዓድና ብግቡእ ኢና ንሕዞ ወዲ ዓዲ እዩ ዝበሃል ኢልኩም ኣርባዓ ዓመት እኮ ብጣዕሚ ቱ ማች ሎንግ ብጣዕሚ ናይ ብሓቂ ኣብ ሓንቲ ዓዲ ውሽጢ ኣቲኻ ንዓሰርተ ዓመታት ዝኣክል ሪኮርድ እንድሕር ደኣ ኣሊካ ኮይኑ ነባራይ ምዃንካ ዝፍለጥ እንድሕር ኮይኑ እሞ ኣብኡ መፂኻ ዝገበርካዮ ጥፍኣት ፀገም ሕማቅ ነገር ዘየለ እንድሕር ደኣ ኮይኑ እሞ ካላስ ወዲ ዓዲ ኢኻ ንስኻ በቃ ክትነብር እዩ ዝግባእካ ኮንትሪቢት ትገብር ኣለኻ ኢኻ ማለት እዩ ዓሰርተ ዓመት ካብ ዕድሜኻ ቀኒስካ ኢኻ ስቕ ኢልካ ብሓደ ለይቲ ኪድ ኣይትብሎን ኢኻ ንሰብ ንሳቶም እውን ብተመሳሳሊ ስሕተት ገጢሞም መፂና ኣይደለናን እዮም ዝብሉ ዘለዉ ይመለስኩም ናፍቲ ደስ ዝብል ፈጣሪ ማለት እዩ ምር ምንም ኣፈላላይ ነገር የብሉ እዚ ሕጂ ኢትዮጵያ ፍልሰት ናብ ስደት ኢሉ ኣብዚ ኣብ ቅድሚ ኮምፒውተር ትንተና ይህበሉ ሓደ ሰብ መንፊት መንፊት ትፈልጡ ኢኹም መንፊት ሓቂ ኢሎ ንመርፍእሲ ኣብ ጭራኺ ነዃል ኣለኪ ኢላታ መን እየ ዝበልኩኹም መንፊት ንመን ንመርፍእ ኣብ ጭራኽስ ነዃል ኣለኪ ኢላታ ተኣምር እዩ እሞ ከዓ ክዛረብ ከሎ ንባዕሉ ናይ ቢሮ ፐርሰናሊቲ የብሉን እዚ ካብ እንታይ እዩ ዝበሃል ድዩ መፅኡ ሕጂ እንታይ መስለካ ሕጂ እንታይ መስለካ ኣነ እኳ ኣብ ናይ ግሊ ሚድያ ከምዚ ገይረ ክዛረብ ኣይክእልን ፕሮቶኮል ዝበሃል ኣሎ ክሪዝማቲክ ዝበሃል ኣሎ ክብሪ ዘለዎ ዝበሃል ነገር ኣሎ ቢሮ ኮፍ ክትብል እንከለካ ንባዕሉ እቲ ስዊት እቲ ኣካዳድናኻ ንባዕሉ እቲ ኮፍ ኣባህላኻ ነቲ ቢሮ ዝምጥን ዓይነት ክኸውንዩ ዘለዎ then እቲ personality እቲ expression እቲ ኣገላልጻኻ what ever ገለ ከምዚ ከምዚ እንዳበልካ ኣይትገልጽን ኢኻ ሽዑ እዚ ናይ ሻሩክ ፊልሚ እዩ ሰር ኣንድያን ሙቪ ከመይ ይገብር ኣሎ ጸጉሩ እንዳጠወየ ገለስ ሕጅስ እንታይ እዩ ዘውግዕ ዘሎ ኣነ ዋላ ስሒቀ እየ ተገሪመ ስምዕዎ ኢኹም ኣብ ኢትዮጵያ ግን ሂማን ኢንፍላክስ እዩ ሂማን ኢንፍላክስ ማለት ናይ ማጊ ፍልሰት ወዲ ኣዳም ፈሊሱ እዩ ዝኸይድ ዘሎ ማጊ ስለዚ ኢትዮጵያ ኣዝ ኤ ኔሽን ከምዚ ገይሩ ኮንሲደር ኮይኑ ክኸይድ እዩ ዝብል እምነት የብለይን ከም ፈሪሱ እዩ ስለዚ ንትኸእላ ከባቢታት ድማ ጸቕጥን ገለመን ዛስወ ሕጂ ዘይኮነ ኣጀንዳ ቀይሕ ባሕሪ ማይዶ ኢትዮጵያ ክህልዋ ኣለዎ ዶ
እዚ እንዳሓለፈ ኣጋጣሚ ኣምጺኦም ኣታ ንስኻ ነዚ ቢሮ ትእትት ታይ እዩ ዝባሃል ትብል መልክዕካ ገለሲ እቲ ዕድመስ ገለ ይማጣጠን እዩ ገለ ኢሎም ወይ እቲ ሰብኣይ ኣጽናሓኒ ኢልዎ ከይዱ ክኸውን ክኽእል ኣሎ ብዛዕባ እቲ ዓዱ ዋላ ሓንቲ ነውሃው ዘይብሉ ሰብ ከመይ ኢሉ ይህሉ ንሕና ዝኹለይ ነውሃው እንዳሃለወና መንእሰይ ብምሉኡ ከይዱ ተወዲኡላ ሓንቲ ዓድሲ ገዲፍዋ ሃዲሙስ ባዲማ እኮ እያ መንበሪ ሓደ መላኺ ስርዓት ንሱ ቤተሰቡ ገለገለ ኣብሱ ኢሉ በቃ እቲ ካሊእ ዝነብብ ዘሎ ሰብ ሰከንደሪ ከም ካልኣይ እዩ ዝቁፀር ከም ካልኣይ ክነገረካ ዝኾነ ናይ ስልጣነ ናይ ምዕባለ ገለ ዝበሃሉ ነገራት ምውልኦም ህዝቢ ከይርኢ ኢንተርነት ብሓሙሽተ ደቂ እንታይ እዩ ሕጂ ኢንተርነት ድዩ ሰርች ገብሩ ነይሩ ሓደ ፈረንጂ ቭሎግ ብቀዳማይ ይሰርሕ ነይሩ ማለት ሰርች ገይሩ ሲ እዛ ጎግል ትብል ፔጅ ንባዕላ እታ ፔጅ ዝብለኩም እታ ፔጅ እታ ሰርች ቦክስ ዝመፃትላ ሲ ሓሙሽተ ደቂቅ ትኸውን እያ ኢልዋ ሕጂ ናት ዩዘብል ኢልዎ ጠቕላላ ሲ ክትጥቀመሉስ ኣይትኽእልን ኢልዎ ነቲ ኢንተርኔት ማለት ናት ዩዘብል ማለት በቃ ክትጥቀመሉ ኣይትኽእልን ቢሎ ደ ስታንዳርድ ማለት እዩ በቃ ምንም ስታንዳርድ ሰበረ ድሓን ዝኾ በቃ እቲ ኣይኤስኦ ዝበሃል ንባዕሉ ንኣብነት እቲ ዳታ እቲ ኬብል ገለገለ እቲ ናይ ኢንተርናሽናል ስታንዳርድ ባዕሉ ኣለዎ እኮ ምጣን ኣለዎ ዳታ ሊንክ እቶም ሌየራት ሸውዓተ ሌየር ዝበሃሉ ኣለዉ እቶም ሌየራት ሲ ኣብ ዳታ ሊንክ ገለ ኣብቲ ፊዚካል ሌየር ገለ ምስ በጻሕኻ እቶም ኣብኡ ዘለዉ ኢንፍራስትራክቸራት ሓሙሽተ ደቂቃ ንጎግል ፔጅ ጥራሕ ሎድ ንክትገብር እዮም ዘፍቅዱ ሶ መንእሰይሲ ኣብ ከምዚ ዓዲ ኣብዚ ሕጂ ዘመንስ እንታይ እንዳገበረ እዩ ኮፍ ክብል ደስ ከም ቀደም ዘበነ ሓፂን ወይ ከዓ ኣይረን ኮይኑ ብሃደን ብገለ ክነብር እሞ ከዓ ፍልሰት ከዓ ይብሉ ማለት እዩ ክርምቲ ከዓ ይፍለፅ እንታይ ወደይ ዝገብሮ ኣደለም ዘመን ቧ ኣታ ግደፍ እንዳተሰማማዕና እንዳተሰማማዕና ገለገለ መጀመርያ ውሽጣዊ ርግኣት ኢኻ ትገብር ካብ ደገ ምቁማት ነዚ ዘየድሊ ነቲ ህዝቢ ኢትዮጵያስ ከምዚ ተብልናዮ ዶ ክኸውን ኣብ ሓደ ዓስብ ኢልካ እዚ ናይ ዓሰብ ናይ ባጽዕ ናይ ባህሪ ኣብ ኤርትራ ዘሎ መንግስቲ ከምዚ ስለ ዝኾነ ኣሜሪካ ናይ ደልታ ፎርስ ደልታ ፎርስ ሰዲዳ ዓዲ ሃሎ ጎጎ ክበልዑ እቶም ሰራዊት ጥብጥብ ከተብሎም እያ ካብኣ ሓኒቖም ክወስድልና እዮም ገለ ዝበሃል ደቂ ኤረይ እዚ ንሃና ፖለቲካ ኣብ ከመይ ዓይነት ደናቑር ወዲቑ ከምሎ ተሓዝን በቃ ኣነ ብጣዕሚ ዝሕዝነኒ ንሱ እዩ ሓደ ሓደ ግዜ እውን ምዝራብ ደፅለኣኒ ንሱ እዩ ምክንያቱ ክትዛረብ ተኮይንካ ካውንተር ኣታክ ክትገብር ተመጣጣኒ ናትካ ክላስ ዘለዎ ወይ እቲ እስኻ ትዛረቦ ዘረባ እውን ክላሲፋይ ክገብር ዝኽእል በንጻሩ እውን ናይ ኣይዶሎጂ ሓሳብ ድዩ ዋላ ናይ ትንተና ሓሳብ ሒዙ ክመጽእ ዝኽእል ሰብ እንተዝኸውን ጽቡቕ እዩ። መራሒ ውድብ እየ ተቓዋሚ እየ ገለ እንዳበለስ ኣሜሪካ ዓዲ ሃሎ ኣትያ ንኢሳያስ ከተልግሰሉ ዝጽበ ኣብ ቢያቲ ጌራ ስልጣን ክትቦ ዝጽበ ኤርትራዊ እንተሕር ኣሎ ኮይኑ ኤርትራን ቬንዝዌላን ኣብ ክልተ ጫፋት ናይ ዓለም ዘሎ ኣረኣእያ እዩ ብወገን ኣሜሪካ ማለት እዩ። ኣሜሪካ ንኤርትራ ክትብል ክንዲ ዝዓይነት ገዚፍ ወጻኢ ክትገብር ማለት ዋጋ ኤርትራ እዩ። እቲ ኣሜሪካ ሎሚ ኣብ ቬንዙዌላ ኣጥፊኣቶ ደላ ጽባሕ ንግሆ ዝኽፈል እዩ። ካብ ኣታ ናይ ሰራዊት ሕቶ ናይ ጥቅማ ጥቅሚ ምስ ተልዓለት ነቶም ጀነራላት እንደገና ግልብጥ ይብል ብምሉኦም ሓመድ ኣፍንጭኦም የውጽዎም እዞም ደደባት እ ከምዚ ኢሎም ናብ ቆልዑ ቆልዑ ናብ ገጾም ይተፍእሎም ኣለዉ ረእይዎሞ ንምግበይ ሃይለ ዝደደብ ዓርቢ ሓምሳ ኣብ ሃገረ ሰላም ናጎጽ ይተፍእሉ ኣለው ክወቅዕዎ ደልዮም ክረግጽዎ ደልዮም ዝደደብ ጨምላቅ ስቅ ኢሉ ዘይበሎ ነገር የለን ይብለካሎ ንዋሾ ንግዛዕ ንኩሉ መርመሎ ዘይጸርፎ ንወዲ ወረደ ከምኡ ዝኸፍት እዩ ዝሎ ዒባ ዒባ እዩ ዝሎ ንወዲ ወረደ ወዲ ወረደ ዝዒባ እኳ ንሃያ ይከል ነቲ ጸርፊ መረጋገጺ ሰርቲፊኬት እንታይ መዓት እዩ ወዲ ነቲ ፀርፊ ሲ ዒባ እዩ ዝብሎ ይብል ንእግረ መንገዱ ኣፀጊዑ ሓመድ ይገብረን እዚኣ ዳ ተዓዚብኩማ ትኾኑ እንዲኹም ንስኻትኩም ዋላ ስሒቕኩም ምሽ ከማ ኣስሒቓትኒ እያ ኪልኒ
ንሕወሓት ሕወሓት ኮይንዋ ሞይታ እያ ድሕር ሕዚ ኣይትምለስን ሓወልቲ ኢና ንርኢ ኣለና እምበር ሕወሓት ዝበሃል ኣውቂዑ ይደግም የለን ጽምዶ ዝብሃል እውን ስእልካ ቁምነገር የብሉን ስእልካ እዩ ናይ ሻዕብያ ፈሪሖም እዮም ኣብይ ከይወሮም እምበር ጽምዶ እውን ትርጉም የብሉን ገለ መለ ነቲ ዝሰርሖ ስራሕስ ልክዕ ከም ደርሆ በቲኑ በቲኑ በቲኑ ሓዲሩ ኣባላሽዎ ስቂሉ እዩ የለካ ኣሎ ኣረጋይ ኣረጋይ we will hunt you down ኣታታይ መዓልቲ ኣረጋይ እንታይ ትኸውን ኣለኻ ልፍዓተይ ተስፋ እስኪ ስምዕዎ እስኪ ስምዕዎ ነንባዕላቶም ከዓ እስኪ ኣጀንዳ ከምዚ እኮ እዩ ተባሂሉ ሕጂ ሲ ነቲ መንእሰይ ዝኾነስ ኣጀንዳ ሂብናዮ ንፅናሕ ተባሂሉ ጂ ኣጀንዳ እዮም ዝህቡናዮ ዘለዉ ንዓና በቃ ንሕና ብዛዕባኦም ነወግዕ ኣለና ሁ ኢዝ ሁ ዱ ዩ ቲንክ ዩ ኣር ማለተይ ጽቡቕ እዩ ግን ንሕና ንግምግመኩም ኢና ዘለና ዌል ሎሚ ዳብል ስታንዳርድ ክትሰርሕሉ ትኽእሉ እዚ መንእሰይ ሓያል እዩ እዚ መንእሰይ ሓያል እዩ ዝወለዶ ፍም እሳት ነው ኣታወዲኣ ይመቸኻ ናይ ባዕሉ ኣይኮነን እቲ ዘረባ ብርሃነሲ ልዞም ሰለስተ ጀነራላት ደናቑር ኢልዎም ኢሉ ክዛረብ ከሎ ሚድያ ኮንስኩዌንስ እውን ኣይፈልጦን እቲ ዘረባ እውን ናይ ባዕሉ ኣይኮነን ብስሩ ለኣኽቱ ዝለኣኽዎ ዘረባ እዩ። ብፍላይ ከዓ ጌታቸው ጥጃ ዝበሃል ሰብ እዚ ውልቀ ሰብ ትፈልጥዎ ተኮይንኩም ጌታቸው ጥጃ እዩ ዝበሃል እዚ ሰብ እዚ እዩ ዝልእኾ ዘሎ ብዋናነት ማለት እዩ። ድሕሪ እዚ ሃይለ ደደቢት ኣሎ እዚኦም እዮም ዝልእኽዎ ዘለዉ። ድሕሪ እዚኦም ከመን ኣሎ ልብል ኣብ ናይ ባዕሉ ሰዓት ክመፅእ እየ። ኣረጋይ እምበኣር ዝዛረብ ዘሎ ጌታቸው ጥጃ ዝለኣኾ ዘረባ እዩ እዙይ እዙይ ኢልካ ናይ ብርሃነ ሽም ኣፀልም ምስ እዞም ጀነራላት እዙይ እዙይ ኢልካ ኣባእሶ ገለ ገለ ኢሉ ዝለኣኾ ተልእኾ እዩ ተዛሪቡ እምበር ኣረጋይ ወሪድዎ እዚኣ ትበሃል ክፍኣት እውን የብሉ ቅኑዕ እዩ ተንኮል የብሉ ገለ የብሉ ተዛረብ ዝተባሃላ ጥራሕ እዩ ተዛሪቡ ፅምዶ
ኣድሒንካ ምቕታል ዝበሃል ኣሎ ቋንቋ ክትምሃር ከለኻ ኣድኖ መግደል እዩ ዝበሃል ቅኑዕ እዩ ዝፈልጦ ዋላ ሓንቲ ነገር የብሉን ኢሉ ፃዕዳ ወረቐት መን ጀሚርዋ ልፍዓተይ መን ቀቲልዋ ፈታዊ ተውፅሉ ፅምዶ ቀንዲ ተለኣኻይ ናይ ፅምዶ ዝነበረ ልፍዓተይ ንፅምዶ ዝተቓለሳን ፈፈው ዘበላን ዝቐበራን ከዓ
ኣጠቃላይ የኣንድ ስለዚ ተፈታዊ ኣብ ቀብሪ ፅምዶ ፀውዒና ኣሎ ማለት እዩ የርዳእኹም ኣይንረከብን ኢና ኤኒወይስ ኣረ ኣነ ሞይታ ኢለኮ ነዊሕ እዋን ሰሪሕ ሕጂ የቐትል እያ ይብለና ኣሎ ድሓን ብዘየገድስ ናይ ሎማዓንቲ ቪድዮ ነዚ ይመስል ክሳብ መወዳእታ ተኸታቲልኩም ኣብ መወዳእታ ሃናፅ ርእቶ ገዲፍኩም ስለትኸዱ ክብራትን ፍትዋትን ብጣዕሚ ይቐኒለይ ክብረት ይሃበለይ ክብለኩም እዩ ዝደለ ቻነል እዚ ሓደሽቲ ተኮይንኩም ሳብስክራይብ ብምግባር ማለት እዩ እንድሕር ደኣ ነባራት ኮይንኩም ከዓ ሃነፅቲ ዘበሉ ርእቶታት እውን ብተወሳኺ ኣዝዮም ኣዝዮም ደስ ደስ ዝብሉ ጉዳያት ማለት እዮም ቻናል እዚ ይስርሑ እዮም ነቲ ቻናል እዚ ሓግዝዎ ኣበረታትዕዎ ተዋሕደ ተዋሕደ ላይክ ላይክ ግበሩ ነቲ ቪድዮ ማለት እዩ ልዋም ቅነ ክኾነልኩም ይምነ ሻው ዳሕና ቀኒውታ ክብረት ያበለይ ፀፅቡቅ ስምዕና
ጉድ ላይት ዳሕና ሕደርታ ሓዋተይ ማለት እዩ